ሰላም ሰላም ፍትዋት ተኸታተልተይ እንኳዕ ብሰላም መጻኹም። መጀመርያ እንኳዕ ንበዓል ትንሳኤ ኣብጽሐና ኣብጽሐኩም ክብለኩም ይፈቱ። ርሑስ ኣውደ ኣመት ይግበረልና። ንሎማዓልቲ ሒዘልኩም ዝመጻኹ መደብ መደብ እንታይ ተመክሮ ንዝብል እዚ ሓፍተይ ልክዕ ከምዚ ትርእይዋ ዘለኹም ኣብ ኮሜንት ዛንታኣ ክትጽሕፈለይ ጀሚራ ተደጋጋሚ ዓረባት እናጸዋዓ ስለ ዘቋረጻ ግን ብውሽጢ መጽያ ሙሉእ ዛንታኣ ብሪከርድ ዕሊላትንላ ካብ ዘላቶ ከቢድ ጨንቅን ወጥርን ንክትወጽእ ሓገዝኩምን ድጋፍኩምን ምኽርታትኩምን ስለ ዘድልያ ድማ ድምጸይ ከይተውጽለይ ስለ ዝበለትኒ ኣነ ብኣንደበተይ ሙሉእ ዛንትኣ ከዕልለኩም እየ። ከምቲ ኩሉ ግዜ ናይዛ ሓፍትና ዛንታ ሰሚዕኹም ምስ ወዳእኹም ሓሳብኩምን ምኽርኹምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይዛ ሓፍትና ዛንታ ከብለኩም ሰናይ ምክትታል። እዛ ሓፍትና ኣብ ስደት ኣብ ስዑዲ ዓረብ እያ ዘላ። ናብ ስደት ናብ ስዑዲ ዓረብ ካብ ትመጽእ ሓደ ዓመት ኣቑጺራ ኣላ። ገና ኣብ ዓዲ ከላ ኣተዓባብያኣ ክስካዕ ጓል ዓሰርተ ክልተ ዓመት ትኸውን ምስ ኣዲኣ እያ ዓብያ። ኣዲኣን ኣቦኣን ተፈላልዮም ኣቦኣ ካልእ ሰበይቲ ተመርዕዩ ብድሕሪኣ ቆልዑ ወሊዱ ጽቡቕ ዝበሃል ህይወት እዩ ዝመርሕ ነይሩ። ኣዲኣ ግን ኣብ ዝተሓተ ዝበሃል መነባብሮ ብጉልበታ ኣብ እንዳሰብ እናሰርሐት ድራር እለት ንደቃ ሒዛ ትነብር ኣዶ እያ ዘላታ ካብኣ ንላዕሊ ኣዲኣ ካብ ካልእ ሰብኣይ ዝወለደቶም ኣወዳት ኣሕዋታ እውን ኣለዋ ነዲኦም ብዝኸኣልዎ ናይ ጉልበት ስራሕ እናሰርሑ ኣዲኦም እውን ኣብ እንዳሰብ እናዘረት እናሰርሐት ካብ ኢድ ናብ ኣፍ ዝበሃል ሂወት ይነብሩ ነይሮም ሓያል ፀገም ነይርዎም ጓል ዓሰርተ ክልተ ዓመት ምስ ኮነት ግን ኣቦኣ እቲ ዘላቱ ጸገም ስለ ዝፈልጥ ንሱ ድሓን ዝኾነ ህይወት ስለ ዘለዎ ከምቲ ኣቐዲመ ክገልጸ ዝጸናሕኹ ንዒ ምስ ደቀይ ከዕብየኪ ምሳይ ክትመሃሪ ኢሉ ናብ ከተማ ይወስዳ እሞ፣ ካብ ኣዲኣ ተፈልያ ምስ ኣቦኣ ምስ ሰበይት ኣቦኣ ኣብ ከተማ ጽቡቕ ዝበሃል ህይወት ትምህርታ እናተምሃረት ክትነብር ትጅምር። ድሕሪ ዝተወሰነ ዓመታት ድሓን ምስ ጎበዘት ድማ ኣብቲ ናይ ኣቦኣ ካንሸሎ ሓንቲ ኣብ ሓንቲ ክፍሊ ዝተኻረየት ሓንቲ ጓል ነይራ፣ ነታ ጓል ሓደ ዓብዪ ሓዋ ድማ ተደጋጋሚ ናብ ሓፍቱ ዝምለስ ወዲ ነይሩ። ናብ ሓፍቱ ተደጋጋሚ ክምለስ ከሎ ንዛ በዓልቲ ዛንታ ተደጋጋሚ ይሪኣ እሞ ኣፍቂረኪ ተመንየኪ እናበለ ክትወፅ ከላ ተኸቲሉ እናወፀ ክትኣቱ ከላ እውን ከምኡ ቤተ ክርስቲያን ኣብ ትኸደሉ ተኸቲሉ እናኸደ ተደጋጋሚ ይልምና። ንሳ ግን ቁልዕነት እውን ነይርዋ ተገዳስነት እውን ኣይነበራን ኣይደልየካን ኢላ ቀሊዳ ትገድፎ ነይራ። ካብ ዕለታት ሓደ መዓልቲ ድማ ሓደ ካልእ ወዲ ወዲ መንደሮም ንንእሽተይ ሓዋ ወዲ ኣቦኣ እውን ኣልግኡ ስለ ዝኾነ ኣቦኣ ሰበይት ኣቦኣ ብፍሉይ ዝፈትውዎ ብፍሉይ ዝኣምንዎ ናብ ገዝኦም ከም ድላዩ ዝመላለስ ኣታውን ወፃእን ዝነበረ ወዲ ነይሩ ነቲ ወዲ ዋላ ኣቦኣን ሰበይት ኣቦኣን ብጣዕሚ እዮም ዝኣምንዎን ዝፈትውዎን ንሳ እውን ከምኡ ብጣዕሚ እያ ትኣምኖ ኣብ ልዕሊኡ ዝኾነ ዓይነት ፍርሒ ይኹን ስግኣት ኣሕዲራ ኣይትፈልጥን ዝኾነ ዓይነት ምልክት እውን ሪኣትሉ ኣይትፈልጥን ዋላ ሕቶ ፍቕሪ እውን ኣቕሪቡላ ኣይፈልጥን። ከም ድላዩ ኣቦኣን ሰበይት ኣቦኣን ኣብ ገዛ ይሃሉ ኣይሃሉ ዝኣቱን ዝወፅእን ዝነበረ ወዲ እዩ ነይሩ። ኣብ ቤተ ክርስቲያን ከይዳ ኣርባዓ ጾም ስለ ዝነበረ ስግድ ውዒላ ኣምሽያ ምሸት ናብ ገዛኣ ክትምለስ ከላ እዚ ኣብ ካንሸሎኣ ተኻርያ ናብ ሓፍቱ እናተመላለሰ ሓፍቱ ንኽርኢ ኢሉ እናተመላለሰ ርእይዋ ኣፍቂርዋ ዘሎ ወዲ ኣብ ቤተ ክርስቲያን ምስኣ ውዒሉ ምሸት ናብ ገዝኣ ምስኣ ተመሊሱ እናለመና ተመሊሱ ናብ ናይ ሓፍቱ ክፍሊ ይኣቱ እሞ ንሳ ድማ ሓሊፋ ናብ ገዝኣ ትኣቱ ኣብ ገዝኣ በሊዓ ሰትያ ኣትያ ናብ ውሽጢ ናብ መደቀሲኣ ኣትያ ትድቅስ ኣብቲ ሰዓት ንሱ ድማ ኣነ ከም ዝተረድአኒ ካብ ዛንታኣ እዞም ኣናእሽተይ ኣሕዋታ ጥራሕ እዮም ነይሮም እምበር ኣቦኣን ሰበይቲ ኣቦኣን ኣብ ገዛ ኣይነበሩን፣ ሰብ ኣይነበረን። ደሓር እዚ ናብ ገዛ ዝመላለስ ዝነበረ ኣቦኣን ሰበይቲ ኣቦኣን ዝኣምንዎ ዝነበሩ ወዲ ሰታይ ስለ ዝነበረ ሰሰኺሩ ይኣቱ ስለ ዝነበረ እሰትዩ ከም ኣመሉ ኣምሽዩ ናብ ገዝኡ ንክኣቱ ገዝኡ ተዓፅይዎ ገዛ ተዓፅዩኒ ኢሉ ናብዚ ናታ ገዛ ናብ ናይ ኣቦኣ ገዛ ይመፅእ እሞ ማዕፆ ይኹሕኩሕ ደሓር እዞም ኣናእሽቱ የሕዋታ ኣብ ሳሎን ይጻወቱ ስለ ዝነበሩ ብፍንሽትራ ናይ ሳሎን ከፊቶምሉ ብፍንሽትራ ስሒቦም የእትውዎ። ኣእትዩ ብፍንሽትራ ቀጥታ ንዓኣቶም ኣዘናጊዑ ኣብ ሳሎን ገዲፉ ንዓኣ ናብቲ ደቂሳትሉ ዝነበረት መደቀሲኣ ኣእትዩ ይደፍራ ማለት እዩ። ደሓር ንሳ ፈሪሓ ደንጊጻ ሓሪቓ ንምንታይ ኢላ በቃ ብዙሕ ነገር ጌራ ንሱ ግን ንማንም ሰብ ከይትዛረቢ ኢሉ የፈራርሓ እሞ ኣቦኣ ብጣዕሚ ሓያል ስለ ዝነበረ፣ ካብ ገዛ ክትወጽእ ምስ ማንም ሰብ ክትራኸብ ኣይደልን ነይሩ። እንተ ወጺኣ ናብ ቤተ ክርስትያን እያ፣ ካብ ቤተ ክርስትያን ናብ ገዝኣ፣ ካብ ትምህርታ ናብ ገዝኣ። ካብኡ ሓሊፉ ግን ምስ መሓዙታ ንባዕሉ ኣቦኣ ናብ ስራሕ ኣብ ዝኸደሉ ሰበብ ዘይብሉ ሰዓት እምበር ምስ መሓዙታ እውን ክትራኸብ ኣይደልያን። ብጣዕሚ ይቆጻጸራን ይሕልዋን ስለ ዝነበረ እዚ ወዲ እውን የፈራርሓ ምስቲ ዝነበራ ቁልዕነት ነቦኣ እውን ትፈርሕ ንማንም ሰብ ከይተዛረበት ብውሽጣ እናነብዐት ኩሉ ነገር ሓቢኣቶ ሂወታ ትቕጽል ድሓር ግን እዚ ወዲ በቃ ሓቢኣቶ ሓሊፉ ኣርባዓ ጾም ተወዲኡ ኩሉ ግዜ ኣነ ናብ ቤተ ክርስትያን ከይደ ሰጊደ እቲ ዝገበርክዎ ጌጋ ይቕረ በለለይ ኢለዮ ፈጣሪ ይቕረ ኢለዩ ንስኸኸ ሰጊድክ እናበለ በቃ ይሕጭጫ ይቕልደላ ብጣዕሚ ዝሐምም ቃላት ኢድርብየላ ናብ ገዛ ክምለስ ከሎ ዝኮነ ናይ ጣዕሳ ምልክት ንባዕሉ ኣየርእያን ነይሩ ብጣዕሚ ትጉዳእ ነይራ ብዝበለጸ ትህሰ ነይራ ኣቦኣ ይኹን ሰበይቶ ኣቦኣ ማንም ሰበይ ይፈልጥን ክነመርዐወኪ ይብልዋ ድሕሪ ግዜ እሞ እቲ ናይ ኣዲኣ ድኽነት እቲ ናይ ኣዲኣ ዘሎ ጸገም ኣብ ውሽጢ ገዛኣ ስለ ትፈልጥ ኩሉ ግዜ ብውሽጣ ኣዲኣ ካብቲ ዘላቶ ህይወት ወጽያ ኣብ ጽቡቕ ህይወት ንክትነብረላ ኣዲኣ ንክትድግፍ ብውሽጣ ብጣዕሚ እያ ትምነ እቲ ትምኒት ንሱ ስለ ዘለዋ ድማ፣ ነቦኣን ንሰበይቲ ኣቦኣን ክምርዖ ይደልን ስዑዲ ክኸይድ እየ ኢላ ትልምኖ ነቦኣ። ኣቦኣ እውን ድሓን ርኹብ ስለ ዝኾነ፣ ኩሉ ወጻኢታታ ሸፊኑ፣ ምስ ጓል ሓዉ ኣተሓሒዙ፣ ምስ ሰባት ኣተሓሒዙ ናብ ስዑዲ ይሰዳ። ንስዑዲ ድማ ምስ ጓል ሓወቦኣ ኮይና ብሰላም ይኣትዋ። ስራሓ ጀሚራ ድማ ዕዳኣ ምኽፋል ትጅምር። እቲ ሕጂ ምኽሪ ትደልየሉ ዛንታኣ ድማ ቀዳማይ እቲ የፍቅረኪ እናበለ ዝልምና ዝነበረ ወዲ ቁጽሩ ሒዛ መጺኣ ድሕሪ ግዜ ስለ ዝተረድኣ ሓድሓደ ግዜ ምድውዋል ጀሚሮም ነይሮም። ኣቦኣ ግን ናይ ማንም ሰብ ስልኪ ክትፈልጥ ኣይደልያን፣ ስልካ እውን ማንም ሰብ ክፈልጦ ኣይደልን። ናብ ኣዲኣ ንባዕሉሲ ክድውል ከለኹ ከይዱ ንሱ እዩ ዘራኽበኒ እምበር ኣደይ ቁፅረይ ክትፈልጦ ኣይደልን ኣነ ባዕለይ ናብ ኣደይ ክድውለላ ኣይደልን ስልኪ እውን ኣይብላን እያ ኢላትኒ እቲ ብጣዕሚ ዝገረመኒ ነገር ነደይሲ ኣይፈትዋን ክድውለላ እውን ኣይደልን እያ ኢላትኒ ኣነ ከዓ በቃ ስቕ ኢለ ናብ ኣቦይ ደዊለ እሱ ከዓ ከይዱ የራኸበኒ ቀንዲ ንዚኣ መልእኽቲ ኣብ መወዳእታ ከመሓላልፈላ እየ ስለዚ እዚ ወዲ ንማንም ሰብ ስልከይ ከይትህብ ኣነ ንስኻን ከም ንደዋወል ንማንም ሰብ ከይፈልጥ ኢለ ኣጠንቂቐዮ ከለኹ ንሓንቲ ጓል ሓወቦይ ስልከይ ሂቡ ናብ ስዑዲ መጽያ ኣብ የመን ኮይና ገና ምሽዋረይ ዘይከፈልኩ ባዕለይ ጋሻ ከለኹ ተቐበልኒ ኢላ ደዊላትለይ። ስልከይ መን ሂቡኪ ኢለያ ግን ክትዛረበኒ ፍቓደኛ ኣይነበረትን። ድሓር ኣነ ስለ ዝጠርጠርክዎ ደዊለ ንምንታይ ስልከይ ትህባ ይብሎሞ በቃ ይቅርታ ገለ ይብለኒ ኣነ ከዓ ሓሪቐ ብሎክ ይገብሮ። ድሓር ኣቦይ ንዓዲ ደዊላ ምቕባል ኣብያትኒ ስለ ዝበለት ስልኪ ንምንታይ ሂብክያ ንስኺ ገና ኢኺ ጋሻ ኢኺ ንምንታይ ስልኪ ሂብኪ ካባየይ ወጻኢ ስልኪ ከማንም ሰብ ከይፈልጦ ዶ ኣይበልኩክን ንምንታይ ዘረባይ ዘይትሰምዕኒ ይብለኒ እሞ ኣነ ኣይሃብኩዋን ካበይ ከም ዘምጸእቶ ኣይፈልጥን ይብሎ ስልኪኺ ካበይ ከም ዘምጸእታ ንዓኣ ክሓታየ ሓቲተ ከረጋግጽ እየ ምስ መን ከም ዝተደዋወልኪ ክፈልጥ እየ ኢሉ እዩ ዘፈራርሐኒ ሕጂ ገና ጋሻ ከለኹ ምስኡ ከም ዝደዋወል ኣነ ምስኡ ኣብ ገዛ ከለኹ ምስቲ ወዲ ርክብ ከም ዝነበረን እንድሕር ደኣ ጠርጢሩኒ ኣይ ትጃናጀኑ ኔራ ማለት እዩ ኢሉ ክሓስበኒ እዩ ክበኣሰኒ እዩ ነቦይ ብጣዕሚ እየ ዝፈርሖ በቃ እዚ ዝበለፀ ጭንቀት ኣብ ውሽጠይ ፈጢሩለይ ካልኣይን ቀንድን ምኽሪ ትደልየሉ ከዓ እቲ ወዲ ካብ ዝደፍራ ክስካዕ ዘሎም መዓልቲ ወዲ ዝበሃል ብጣዕሚ እያ ትጸልእ ወዲ ተዘኪራ እቲ ኣብ ልዕሊኣ ዝፈጸሞ ገበን እቲ ዝዛረባ ዝነበረ ቃላት ንሱ እዩ ዝዝከራ በቃ ወዲ ማለት ንሱ መሲሉ እዩ ዝስምዓ ኣብ ውሽጣ ሰላም የብላ ቅሳነት የብላ በቃ ፍርሒ፣ ጭንቀት ጥራሕ እዩ ዝስምዓ። ስለዚ ቀንዲ ምኽሪ ትደልየሉ ሓደ ዓቢ መንፈሳዊ ጉሩፕ እንድሕር ደኣ ሃልዩ ኣቦታት ዘለዎ ናብ መንፈሳዊ ጉሩፕ ክትኣቱ ትደሊ ገና ጋሻ እያ ካብ ዘላቶ ጭንቂ ወጽያ ውሽጣ ሰላም ክስምዓ ትደሊ እያ። ሓደ እዙይ ካልኣይ ድማ ንዚ ወዲ ብሎክ ገይረዮ ዘለኹ ሲ በዲለዮ ድየ ዘለኹ ስልከይ ንምንታይ ሂብካ ኢለ በዲለዮ ድየ ዘለኹ ብሎክ ስለ ዝገበርክዎ ዝብል እዩ ብሓፈሻ ኣነ ክብላ ዝደሊ ማለት ብዙሕ ሰብ ተመሳሳሊ ዛንታ ሃልይዎ ብውሽጢ ዝተዛረብክዮሲ ኣብዚ መጺኺ እንድሕር ደኣ መልእኽቲ ኣመሓላሊፍክዮ ተመሳሳሊ ዛንታ ዘለና ንጥቀመሉን ንመሃረሉን ኢና ዝብል ናይ መብዛሕቲኽን ርእይቶ ስለ ዝኾነ ቀዳማይ ነገር ኣነ ብጣዕሚ ዝተሰመዐኒ ካብ ዛንታኣ ኣቦይ ነደይ ስለ ዘይፈትዋ ክድውለላ ኣይደልን ስልከይ እውን ክትፈልጦ ኣይደልን ከይዱ ባዕሉ እዩ ዘራኽበኒ ንዕኡ ኣፍቂዳ ከይዱ ከም ዘራኸባ ምስ ነገረትኒ ብጣዕሚ ተሰሚዕኒ። ከምዚ ዓይነት ኣቦታት እንድሕር ደኣ ሃሊኹም እዚ ናይ ትኽክለኛ ኣቦነት ባህሪ ኣይኮነን። ኣደኣ ፍተውዋ ጽልእዋሲ ኣደኣ ክትቅይሩላ ኣይትኽእሉን። ኣቦኣ ፍተውዮ ጽልእዮ እስኺ ኣቦኣ ክትቅይርላ ኣይትኽእልን። ናይ ትኽክለኛ ወላዲ ባህሪ ኣይኮነን። ናይ ኣደነት ናይ ኣቦነት ባህሪሲ ክኸውን ኣይኽእልን። ንሰብኣይካ ፍተዎ ጽልኣዮ ሰበይትካ ፍተዋ ጽልኣያ ውላድካ ግን ኣዴካ ከይትፈቱ ኣቦካ ከይትፈቱ ኢልካ ምምካር ኣነ ኣይድግፎን ስለዚ ሲ ኣዲኣ ዋላ ድኣ ስእንቲ ትኹን ዋላ ድኣ ይፍተዋ እምበር ኣዴኺ ከይትድውልላ ስልክኺ ከይትፈልጦ ማለት ብጣዕሚ ዓብዪ ጌጋ እዩ ስለዚ ኣነ ዝብለኪ ስልኪ ገዚእኺ ኣዴኺ ባዕልኺ ክትሰድላ ትደልዪ ገንዘብ ብኢድ ኣቦኺ ዘይኮነ

ነቦኺ እውን ከምኡ፣ ነቦኺ ትሕግዝዮ ናብ ኣቦኺ፣ ነቦኺ ክትድውሊ ከለኺ ናብ ኣቦኺ፣ ነዴኺ ክትድውሊ ነዴኺ ክትሕግዚ ከሎ ከዓ ናብ ኣዴኺ ደኣ እምበር ነቦኺ እናፍቀድክሲ ጌጋ እዩ እየ ዝብለኪ። ሕጂ እውን ካብቲ ዘላቶ ጸገም ንክትወጽእ ዕዳ ከም ዝወዳእኺ ነቦኺ ኣማኺርኪ ዘይኮነ ሰሪሕኺ ኣዴኺ ትሕግዝያ ኣለኪ። ገንዘብ ክቐምጡልኪ ዝኽእሉ ኣብ ቁምነገር ከውዕሉልኪ ዝኽእሉ እንተስ ኣቦኺ እንተስ ኣዴኺ ባዕልኺ ገሚትኪ ትፈልጥዮም ትኽእሊ ኢኺ እዚኣ ኣነ ክመኸረኪ ኣይክእልን ብሓፈሻ ግን ገንዘብ ክተቐምጢ ቁም ነገር ክገብረልኪ ዝኽእል ገሚትኪ ነገር ግን ነቦኽን ነዴኽን ማዕረ ርኢኺ ኢኺ ክትድውልሎምን እክትሕግዝዮምን ዘለኪ እየ ዝብለኪ ካብኡ ብዝተረፈ ከዓ ኣብ ኮሜንት ክፅሕፈልኪ እሞ ወይ ንዓይ ክትፅሕፈለይ እሞ ናብቲ ጥዑይ ዝበሃል ኣቦታት ዘለዎ መንፈሳዊ ጉሩብ ክተእትዋ እዚ ኣጋጣሚ ብትሕትና ክላበወክን ይፈቱ ብጣዕሚ እያ ትደሊ ካብኡ ከዓ ክብለኪ ዝደሊ እዚ ዘጋጠመኪ ዓመፅ እዚ ኣብ ውሽጥኺ ዘሎ ጭንቂ ከም ዘይነበረ ከም ዘይተፈጠረ ንኽትርስዕዮ ኢኺ ክትጽዕሪ ዘለኪ። ምኽንያቱ ደጋጊምኪ ኣብ ዝዘከርክዮ ደጋጊምኪ ኢኺ ትጉድኢ፣ ደጋጊምኪ ኣብ ዝተጎዳእክዮ ከዓ እስኺ ክትኸስሪ ዘለኺ እምበር ምንም ዝመጽእ ለውጢ የለን። ዝኾነ ነገር ክምለስ ኣይኽእልን እሞ ክትርስዕዮ ጸዓሪ ኣጆኺ እየ ዝብለኪ። ካብኡ ሓሊፉ ንዚ በዲለዮ ድየ ብሎክ ብምግባረይ ኢልኪ ዘለኺ ከዓ ገና ንስኺ ቅድሚ ሕጂ የፍቅረኒ ድዩ ኣየፍቅረንን በዲለዮ ድዩ ኣይበደልክዎን ኢልኪ ቅድሚ ብወዲ ምጭናቕኪ መጀመርያ እቲ ኣብ ውሽጥኺ ዘሎ ኩሉ ነገር ኣውፂኺ ሰላም ምስ ተሰምዐኪ ጠንኪርኪ ሰሪሕኺ ኣብ ፍርቂ ዕላማኸ ምስ ፅበፃሕኺ ብክልተ እግርኺ ጠጠው ምስ በልኪ ኢኺ ብዛዕባ ንሱታት ትሓስብ ዘለኪ እምበር ሕጂ ብዛዕባ ማንም ወዲ ምሕሳብ ይኹን ምድውዋል ኣየድልየክን ገና ኢኺ ኢለየ ከመኸረኪ ዝኽእል ብዝተረፈ ካልኦት እውን ከመኸርኹሞ ክትጥቀምሉ ተስፋ ይገብር ንሎማዕልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ ክስጋዕ ንራኸብ ሰሰናዩ ንዓኹም ባይ ባይ።